ብፍቕሪ ያረድን ሳራን ዘይቀንዐ ደላይ ሰናይ ኣይነበረን። ያረድ ካብ ሳራ ንነዊሕ ዝበለ ሰዓታት እንተተፈልዩ መሬት እያ ጽልምት ትብሎ። ንሳራ በተቦኣን ኣደኣን ዝሃብዋ ስም ዳርጋ ኣይጽውዓን እዩ። ኩሉ ግዜ ዓለመይ ኢሉ'ዩ ዝደሃያ። ብሓንሳብ ውዒሎም እንተሓደሩ ፈጺሙ ኣይሽንችዎን እዩ። ሰሓቕ ምስ ያረድን ሳራን ይግርሙኒ። ካብታ ኣብ ተሻዓይ ክፍሊ ዝነበረት ግብጃ መዕጸዊ ትምህርቶም ኣትሒዞም ምስ ተላለዩ ጀሚሮም ክሳብ ተመሪቖም ስርሖም ዝጅምሩ ናህሪ ሌላኦም ናብ ፍቕሪ ሰጊሩ መመሊሱ ክማሙቕ እምበር ዝኾነ ዕንቅፋት ሓንኪልዎም ኣይፈልጥን። ንያረድ ናይ ቀረባ ዓርኩ ሳሚ ዝብሃል ኣለዎ። ምስ ሳሚ ካብ ግዜ ቁልዕነቶም ኣትሒዞም ናብ ስድራ ቤቶም ከይተረፈ ዝሓለፈ ፍቕሪ እዩ ዘለዎም። ሓቢሮም ክዘናግዑ ምስ ያረድን ሳራን ክቋጸር ከሎ ትምኒት ትብሃል ኣፍቃሪቱ ተኾልኲሉ እዩ ዝኸይድ። ኣዝዩ ዕሙር ምሕዝነትን ፍቕርን ከኣ የስተማቕሩ። ደሓር ግን ሳሚ ንበይኑ ክሕወሶም ስለ ዝጀመረ ያረድ ንሳሚ ዓርኩ ምስ ትምኒት እንታይ ከም ዘጋጠሞ ደጋጊሙ ሓቲቱ ኣዕጋቢ ምላሽ ሰኣነ። ሳሚ ምስ ያረድ እምበር ምስ ካልእ ሰብ ብዙሕ ዘይዛረብ ኣዝዩ ስቕ በሃልን ጸቓጥን እዩ። ሳራ እውን ንያረድ ሳብ መዓርክ ኸኣ ክብደኒ መዓት እዩ እያ ትብሎ። ሓደ መዓልቲ ያረድን ሳራን ሳምን ብሓንሳብ ኣብ ከተማ ማስዮም ንሳራ ንቤታ ኣፋንዮም እንዳኸዱ ጌና ኣብ መንገዲ እንከለዉ ሽጉጥ ዝሓዙ ሰባት መጺኦም ንያረድ ኣእዳዉ ጠውዮም ፌሮ እትዮምሉ ብመኪና ወሲዶሞ። ያረድ እንታይ ገይረ እኳ እንተበሎም ሰማዒ ኣይረኸበን። ንሳሚ ግን ብተስፋ ቆረጽ ቃላት ገይሩ ሓደራኻ ሓደራኻ ኣመት ናይ ዓለመይ ግበር ሳሚ ሓወይ በሎ። ሳሚ ኣብቲ ቦታ ተዓኒዱ ደው ካብ ምባል ሓሊፉ ካልእ ዓቕሚ ኣይነበሮን። ዓርኩን መተዓቢቱን ተኣሲሩ ክጭወ ብገዛእ ኣዒንቱ እናረኣየ ፈጺሙ ኣይሰንበደን። ተቐላጢፉ ግን ንስድራ ቤት ያረድ እቲ ዘጋጠመ ነገሮም። ንጽባሒቱ እውን ንሳራ ከይተረፈ ሓበራ። እንታይ ደኣ ንዓኻ ዘይኣሰሩኻ? ብሓንሳብ እንተ ነይርኩም ደኣ ያረድ እንታይ ንበይኑ ዝፈጸሞ ገበን ነይርዎ ድዩ? ኢላ ማዕጾ ኣብ ገጹ ዓጽያቶ ንገዛኣ ኣተወት። ስድራ ያረድ ኣብቲ ከተማ ዝነበረ መደበራት ፖሊስ በጺሖም ደሃይ ያረድ ክረኽቡ ኣይከኣሉን። ህላወ ያረድ ከም ሓርኢ ተመን ኮነ። ሳራ ብወገና ዘይበጽሖቶ ቦታን ዘይሓተተቶ ሰበን ኣይነበረን። ነብሳ ኣዋዲቓ፣ ኣደዳ ጓህን ብኽያትን ኰይና፣ ኣብ ገጻ ተዓጽያ ካብ ትውዕል ድሮ ወርሒ ተቓሪቡ። በቃ! ያሬድ ጠፊኡ። ኣቦ ሳራ ኣዝዩ ትዕቢተኛ'ዩ። ንሳራ ጓሉ፣ ቃል ኪዳን ዘይኣሰርኩሉ ሰብ ጠፊኡ ኢልኪ ክንድዚ ትሕመሲ? ኢሉ ብዙሕ'ዩ ገኒሕዋን ኣጋጢጥላን። መዓልታት፣ ሰሙናት፣ ኣዋርሕ እናበሉ ግዜ እንታይ ኣለዎ? ያረድ! ደሃዩ ኻብ ዚጠፍእ ዓመታት ተቓረበ። ሳራውን ጠቕሊላ ኻብ ዓይኒ ህዝቢ ተሰወረት፣ ኵሉ ዚፈልጣ ሰብውን ተሻቐለ። ስድራ ቤታ ግን ዝዀነ ናይ ዘይደሓን ምልክታት ኣይረኣዮምን ነይሩ። ሳምውን ጠቕሊሉ ኻብ ገዛ ስድራ ቤት ያረድ እግሩ ሰሓበ። ሰባት ኣቦ ሳራ ሃብታም ስለ ዝኾነ ንወጻኢ ሃገር እዩ ሰዲድዋ ዝኸውን ኣብ ዝብል መደምደምታ በጽሑ። እዚ ዘይበሃል ሃብቲ እዩ ዘለዎም። ብዘይካ'ቲ ዓበይቲ ሆቴላት፣ ናይ ጽዕነት መካይንን ታንኪ ተኲሳ ዘይተብጽሐሉ ጎልጎል ምሉእ፣ ካብ ኣንጎሎ ናብ ኣንጎሎ ኣባይቲ ንሰባት ክነብሩሉ ዘካርየሉ እዩ ዝውንን። ድሕሪ ሰለስተ ዓመታት ካብ ዓዲ ጥልያን ናብ ስድራ ቤት እንዳ ያረት ቴለፎን ተደወሎም። ምስ ያረት ተኣሲሩ ዝነበረ ምዃኑን ካብ እሱር ቤት ሃዲሞም ብሓንሳብ ካብ ሃገር ካብ ዝወፁ ክሳብ ሊብያ ብሓንሳብ ከም ዝኸዱን ነገሮም። ሓጎስን ሻቑሎትን ተሓዋዊሱ ሓማመሶም። እቲ ዝደወለሎም ሰብ ዝኸፍለሉ ስለ ዝረኸበ'ዩ ናብ ዓዲ ጥልያን ሰጊሩ። ያረድ ግን ዝኸፍለሉ ክሳብ ዝረክብ ኣብ መዝርዓ ምስ ካልኦት ከምኡ ተዳጒኑ ከም ዘሎን ብኸመይ ክኸፍልሉ ከም ዝኽእሉን ምሉእ ሓበሬታ ሂብዎም ቴለፎን ዓጸዋ። ብድሕር'ዚ ስድራ ያሬድ ደሃይ ናይ ቀቢጾሞ ዝነበሩ ወዶም ብምርካቦም ብታሕጓስ ዝኣክል ነቲ ዝሓተትዎ መጠን ብዙሕ ገንዘብ ከይወዓሉ ከይሓደሩ እዬም ከፊሎምሉ። ያረድ ከኣ ከም ሰቡ ቀኒዕዎ ማእከላይ ባሕሪ ተሳጊሩ ኣብቱ ሰብ ዝበጽሖ እውሮጳ በጺሑ። ያሬድ ስም ሳራ ከም መልኣክ ክሞት ከፍርሖ ጀሚሩ። ሕሉፍ ፍቅሮም ዝዝኩሩ ሰባት እንታይ ከም ዘጋጠመ ሓትዎ መልሲ ግን ፈጺሞም ኣይረኽቡን። ኣብቲ ከም ስደተኛ ኢዱ ዝሃበላ ሃገር እውን ብኩነታት ጥዕንኡ ስለ ዝሰግኡ፣ ተቓላጢፎም እዮም ወረቐት ሂቦሞ። እንተኾነ ጸቕጢ ከም ዘለዎ ስለ ዝተጻሕፎ፣ ሰሪሑ ህይወቱ ከይመርሕ ብሰሪ እቲ ጸቕጢ ኣለዎ ኢሉ ሓኪም ዝጸሓፈሉ ስራሕ ብቐሊል ክረክብ ኣይከኣለን። በተን መንግስቲ ዝህቦ ቁሩብ ቁራብ'ዩ ክነብር ጀሚሩ። ደሓር ግን ብልክዕ ናይ ጥዕና ጸገም ከም ዘይብሉ ካልእ ሓኪም ነቲ ተባላሺ ዝነበረ ወረቐቱ ከም ዝዕረ ገበሮ። ያሬድ ኣብ እሱር ቤት ኣብ ዝነበረሉ ሰለስተ ዓመት መመላእታ ንነብሱ ረሲዑ ኩሉ ጸሎቱ ንሳራ ጥራይ እዩ ነይሩ። ደሓር ኩነታት መእሰሪኡ ኣዋርሕ ቅድሚ ካብ ቤት ማእሰርቲ ምምላጡ ምስ ፈለጠ ግን ጽላለ የድሂብሉ። ክኣምን ኣይከኣለን። ያሬድ እታ ዝተኣስረላ ምሸት ልቡ ብሓጎስ ተመሊኡ ኣምስዩ ዘይከኣል ኮይንዎ እምበር ንሳራ ህይወት ኣውጺኡ ህይወት ክውስኽ ኣይምጸለን። ኣቦ ሳራ ብሓይሊ ገንዘብ ተጠቂሙ ካብ ሳራ ጓሉ ንኸርሕቆ ኢሉ ዝኸፈለ ከፊሉ ከም ዝስወር ገይርዎ። ዝያዳ ክኣምኖ ዘይከኣለ ግን ሳራ ምስ ሳብ መዓርኩ ተመርዕያ ቆልዓ ወሊዳ ሓዳር ከም ዝገበረት ምስምዑ እዩ። ብጣዕሚ ሕልሚ ኮይኑ ተሰሚዕዎ። ናብ ወለዱ ደዊሉ ሓቂ ምዃኑ ምስ ኣረጋገጸ ግን ዳርጋ ምንባሩ ዚሮ ሚሮ እዩ ኮይንዎ። ምስ ዘይፈልጦ ጓና ተመርዕያ እንተትኸውን ቅጭጭ ኣይምወለን። ምስ ትኽ ትንፋስ ዓርኩ ሳሚ ምዃኑ ግን ምውሓጥ ሰኣኖን ኣናወጾን። ንድሕሪት ተመሊሱ ከሰላስል ጀመረ። ጠንቂ ምብኣስ ሳሚን ኣፍቃሪቱን እንታይ ምዃኑ? ኣብ ዝሓተሉ እዋን ሳሚ ክነግሮ ዘይምድላየ ምኽንያት፣ እታ ዝተኣስረላ ምሸት ሳሚ ንምንታይ በቲ ኩሉ ግዜ ዝኸድሉ መንገዲ ገዲፉ በቲ ጽምዋ በዚኣ ትሕሸናሉ በቲ ያረድ ዝተታሓዘሉ ንኺድ ኢሉ ከም ዝወሰዶ በቲ ሓደ መዳይ ተሓቢእዎ ዝነበረ ምስጢር ከም ዝነበረ ርግጸኛ ኾነ። ደሓን ምስጢር ግዚኡ ምስ ሓለፈ ዕላል ኮይኑ'ዩ ዝቐርብ በለ ብውሽጡ። ግዜ እንዳነውሐ መጺኡ ድሮ ኣርባዕተ ዓመትን መንፈቕን ኮይኑ ያሬድ ከምቲ ዝበሎ ተሓቢእዎ ዝነበረ ምስጢር ከም ዕላል ኮይኑ ኣብ እእዛኑ ክበጽሖ ጀመረ። ሰማዕ ዓርኩ ብገንዘብ ዓዊሩ ንኻብ ቁልዕነቱ ጀሚሩ ምስ ነብሶም ዝሰረጸ ፍቕሪ ሓግሒጉ ናብ እንዳ ጓሓፍ ደርብዩ ምስ ናይ መጻኢት መናብርተይ ዝበላ ኣፍቃሪት ዓርኩ ሓዳር ገይሩ ቆልዓ ወሊዱ። ሳራ ኣደ ክልተ ቆልዑ ወድን ጓልን ኩይና፣ እቲ በኹሪ ቆልዓ ግን ወዲ ኣርባዕተ ዓመት እዩ። ሳሚኤልን ሳራን ካብ ዝምርዓዉ ሰለዓመስተ ዓመት ጥራይ እዮም ጌሮም። እሞ ከመይ ከመይ ደኣሉ እዚ ጉዳይ? ያረድ ሓሳባት ኣውሪዱ ከደ ይብላሕ በለ። ቀቅድሚ ምእሳሩ ዝነበረት ምሸት ሳራ ንያረድ ጽቡቕ ይስምዓ ኸም ዘይነበረ፣ ናይ ኣደታታ ኸም ንቡር መዓልቲ ብሰሙን ከም ዝደንጉየን፣ ብሻቕሎትን ፍርሕን፣ ዓይኒ ዓይኑ ብዓይኒ ስክፍታን እንዳጠመተት ሓቢራቶ ነይራ እያ። ያረድ፣ ሓጎሱ ኣብ ልቡ ገይሩ፣ ኣጆኺ ሳሪተይ፣ ዘጋጠመ የጋጥም፣ ፍቕርና ተቐኒትና ንኹሉ መሰናኽላት ክንሰግሮ ኢና፣ ንግዚኡ ኣጸናኒዕዋ ነይሩ። ኩሎም ሕሉፋቱ በብሓደ መስርዕ ሒዞም እናተኸተሉ ቕጅል በልዎ። ኣብ ገዛ እንዳ ሳራ ዝተገብረ ነገርን ኣብ መቓብር ዘሎ ምስጢር ሓንቲ'ዩ። ንሓደ ግርማዊ ዝብልዎ ዝሓለፎ ሰኽራም ወዲ ሰበይቱ ንኣቶ ሕድራይ ኣቦ ሳራ'ዩ ኩሉ ምስጢራት ናብ ሓፋሽ ዘዝረቆ። ድሕሪ ምእሳር ያረድ ሳራ ነብሶ ጾር ምዃና ስለ ዝተፈልጠ ኣቦኣ ካብ ገዛ ከይትወጽእ ኣጊድዋ። ብቕድሚኡ ብመንገዲ ሳሚ ዝርዝራት ርክብ ናይ ያረድን ሳራን ይበጽሖ ነይሩ እዩ። ሳሚ ምስታ ትምኒት ትበሃል ኣፍቃሪቱ መባኣሲኡ ብሰንኪ ያረድ እዩ ነይሩ። ምስጢራት ናይ ሳራን ያረድን ሪቁጽር ኣቢሉ ናብ ኣቦ ሳራ ኣቶ ሕድራይ ከብጽሖ ምስ ተዓዘበት ስለምንታይ ኣብ ልዕሊ ዓርክኻ ሕማቕ ትገብር ኢላ ስለ ዝተቓወመቶ እዩ ነይሩ። ሓደ ምሸት ናብ ሽንቲ ቤት ብሓንሳብ ምስ ከደ ትምኒት እውን ንሳራ ሳሚ ደላዪ ጽቡቕኩም ኣይኮነን ኢላ ኣተንቢሃትላ ነይራ እያ። ያሬድ ብዛዕባ ናይቲ ዓብዪ ቆልዓ ወዱ ድዩ ኣይወዱን ካብ ልሳን ሳራ ሰሚዑ ክቐብጽ ደለየ። ተደጋጋሚ ናብ ቴለፎን ናይ ሳራ ናብ ናይ ገዛ ቴለፎንን ደዊሉ ግን ዘልዕሎ ሰኣነ። ሳሚ ንሳራ ስለምንታይ ብጽሕቲ ወርሒ ነፍሰጾር እንከላ ተመርዒዋ? ንመብዛሕትኡ ሰብ፣ ንገንዘብ ክብል ዝኣተዎ ታኼላ ምዃኑ ክግምቶ ክኢልዎም እዩ። ገለ'ውን፣ ያረድ ቅድሚ ምእሳሩ እሙን ዓርኪ ተመሲሉ ንሳራ ለሚድዋ ክኸውን ይኽእል'ዩ ይብሉ። ዋላ እቲ ጥንሲ'ውን ናይ ባዕሉ'ዩ ዝኸውን ይብሉ። ኣብ ምእሳር ያረድ ልዑል ኢድ ከም ዝነበሮ እንተ ዝፈልጡ ነይሮም ግን፣ ጭራ ምስጢር፣ ኣይምተኸወሎምን ነይሩ። እዝን ወዲ ከምዝን ከኣ ንያረድ ድቃስ ከሊእዎ። ብዝቐልጠፈ ኣቦ ናይቲ ብኹር ቆልዓ ንሱ ደይንሱን ሓዲኡ ክፈልጥ ኩሉ ዝከኣሎ ጻዕሪ ገበረ። ኩሉ ጻዕሩ ግን ፋይዳ ኣይረኸበሉን። ሰዓታት ናብ መዓልታት፣ መዓልታት ናብ ሰሙናት፣ ኣዋርሕ ዓመታት እናበሉ ንያረድ እንዳኳሸሙ ሽዱሽተ ዓመታት ኩይኑ። መንበሪ ዘግነት ምስ ወሰደ እውን ንዓዲ እንተተመሊሱ ኣቶ ሑድራይ ምእሳሩ ጥራይ ዘይኮነ ክቐትሎ እውን ከም ዝኽእል ስለ ዝገመተ ንወለዱ ናብ ኣዲስ ኣበባ ኣምጺኡ ርእይዎም። ስድራ ቤት ያረድ ኣብ ብርኩ ተደፊኦም ክምርዖ እኳ እንተተለመንዎ ንሳራ ረኺቡ ክሳብ ዘዘራርባ ኣርእስቲ መርዓ ዝበሃል ከልዕልሉ ከም ዘይደሊ ነገሮም። ድንግልና ልቡ ንሳራይ ሂብዋ። ብሓሳብ ሕልና መጻኢኡ ክፍትሽ እንከሎ'ውን ዋላ ንሳራ ምስ ቀበጸያ ምስ ካልእ ጓሉ'ውን ብፍቕሪ ክነብር ከም ዘይክእል'ዩ ዝኣምን። ጉዳይ ሳራ ኣጣሊሉ ሕቖን ከብድን ምዃኖም እንተ ኣሚኑ ግን መርዓን ደርዓን ዘይኮነ ዓለም መኒኑ ናብ ገዳም ከይዱ ክምንኩስ ምዃኑ ምስ ነብሱን ኣምላኽን ቃል መብጽዓ ኣትዩ እዩ። ያረድ ሓደ መዓልቲ ስራሕ ውዒሉ ናብ ሓደ ሓበሻ ዝዛናግዑሉ ቦታ ከደ'ሞ፣ ኣብኡ ሓያል ዝፈልጦም ሰባት ረኸበ። ሓደ ናብ ዓዲ በጺሑ ዝመጸ ኸኣ፣ ናይ ሳራን ሳምን ደሃይ ኣምጽኣሉ። ብዘይካቶም ክልተ ቈልዑ ከም ዘይወለዱን ኢድ ሰብ ሓሊፍዎም ተሰሪዮም ከም ዝበሃሉን ክንደይ ባህላውን ሕክምናውን ኣፋውስ ይፈታትኑ ከም ዝነበሩን ዘለዉን ሓበሮ። ዘጉህየካ ግን ንስድራኹም ከም ሰረይቶም ምዃኖም ገይሮም ምዝራቦም እዩ። ንሰባት ኣጽንቢሩ። ወላ ሓደ ዝኣምኖም ሰብ ግን የለን። ንስድራኻ ፈተዉ እምበር ዓይንኹም ትደፈን ዝብል ጸላኢ የብሎምን። ንገባሪ ሕማቕ ከኣ ኣምላኽ ኣይሰዶን እዩ። ኣቶ ሕድሩ ኣቦ ሳራ ወቕዒ ገይሩ ፍርቂ ኣካላቱ ለሚሱ። ዓሚል ዓራት ኮይኑ ብሰብ ተደጊፉ ሽንቱ ዝደፍእ ዘሎ ብዙሕ ሓድሽ ወረ ዘርዚሩን። ኣቶ ሕድሩ ኣቦሰራ ወቕዒ ገይሩ ፍርቂ ኣካላቱ ለሚሱ ዓሚል ዓራት ኮይኑ ብሰብ ተደጊፉ ሽንቱ ዝደፍእ ዘሎ እዩ ኢሉ ብዙሕ ሓድሽ ወረ ዘርዘረሉ። ያረድ እንታይ ከም ዝብል ኣይፈለጠን፣ ኩሉ ይሕውስውስ ኢልዎ። ምውንጃል ስድራ ቤቱ በቲ ሓደ ሸነኽ ሃለዋትን ጥዕናን ኣቲ ሕድሪ ከኣ በቲ ሓደ ኣብ ኣእምሮ ኣትዩ ኣዕገርገሮ። ኣይደንጉየን እውን ኣቲ ሕድሩ ብሞት ካብዛ ዓለም ተፈልዩ። ካብታ ዳሕረወይቲ ሰበይቶም ኣብ ዕብየታ ስለ ዘእተውዋ እዮም መስለኒ ዝኾነ ቆልዓ ኣይወለዱን። ንዓኣ እውን ብዘይካ ካብቲ ብህይወት ዘየለ ሰብኣያ ዝወለደቶ እቲ ሰኽራም ግርማዊ ወዳ ካልእ የብላን። ያረድ ጉዳይ ሳራ መዕለቢ ስለ ዘይረኸበሉ፣ ሞት ኣቶ ሕድሩ ምስ ሰምዐ፣ ዓሱር ከይሓለፈ ነፋሪት ተሰቒሉ ንዓዲ ከይዱ። ንሳራ ረኺቡ ከዘራርባ ከም ዝደሊ ሽማግለ ስለ ዝለኣኸላ፣ ሳራ ብዘይ ዝኾነ ተቓውሞ ሓሰሩን ኣርብዓን ምስ ዓጸና፣ ክንራኸብ ፍቓደኛ'የ ስለ ዝበለት ያረድ ቁሩብ ዕረፍቲ ተሰምዖ። ከምቲ ሳራ ዝበለቶ ሓዘን ክሳብ ዝዓጹ ከም ጥንስቲ መዓልታት ክፈቅድ ግን ከፍኦ። ርክቦም ምስ ሳምዓርኩ ግን ኣቐዲሙ'ዩ ምዕራፉ ዓጽዩ። ሰብኣይ ሳራ ክሳብ ዝኾነ ግን ፈትዩ ከይፈተወ ምስኡ ኣተመርዕዩ ኮፍ ኢሉ ምስ ሳራ ከም ዝዛተብ ብውሽጣ ኣመነ። ሓውቦታት ሳራ ነታ ሰበይቲ ኣቦኣን ወዳን ሓግሒጋ ከተውጽኦም ከም ዘለዋ ደጋጊሞም ተዛረብዋ። ሳሚ እውን ከምኡ። ካብ ባባ ሕድሩ ዝወለደቶ ቆልዓ ስለ ዘይብላ ተቓላጢፎም ከውጽኡልና ጥራይ እዮም ዘለዎም በላ። ወናኒ ንብረት ኣቶ ሕድሩ ንሱን ደቁን ሰበይቱን ጥራይ ከም ዝኾኑ ሰብን እዝግን ክፈልጠሉ ተሃወኸ። እንተኾነ ሳራ ንሓውቦታታ ይኹን ንሳሚ ሰብኣያ ዝኾነ ሕማቕ ከይመለሰት ስቕ ኢላ ኣብ ሓዘና ጥራይ እያ ተጸሚዳ ነይራ። ኣርብዓ ሓሊፉ፣ ሓዘን ምስ ተዓጽወ፣ ያረድ ከም ቆጸራኡ ሽማግለታቶም ሪሑ ናብ ቤት ኣቶ ሕድሪ ከደ። ምስ ሳማ ዓርኩ ካንሸሎ እትው ምስ በሉ ጎፍ ተበሃሃሉ። ሰላም ከይበለ ተታዕኒኑ እተው ኢልዎም ቀዲምዎም ናብ ገዛ ኣትዩ። ዝኾነ ምስ ዓሚ ይኹን ናይ ኢድ ሰላምታ ኣይነበረን። ኮፍ ኢሎም ሰራሕተኛ ሻሂ ወይ ዝብላዕ ከተስተኣናግድ ምስ ሓተተት ህዉኻት ምዃኖም ነገርዋ። ኣብቲ ገዛ ሳምን ሳራን ሰበይቲ ኣቦ ሳራን ምስ ግርማዊ ወዳን ጥራይ እዮም ነይሮም። ቆልዑት ክጻወቱ ድዮም ወላስ ናብ ትምህርቲ እዮም ከይዶም ዝኾነ ቆልዓ ኣይነበረን። ፍርቂ መዓልቲ ክኸውን ፍርቂ ሰዓት ተሪፍዎ ነይሩ። እሞ ናብ ጉዳይና ዶ ክንኣቱ? በለ ያረድ። ሳሚ ካብ ኣፉ ቆሊቡ፣ ናይ ምንታይ ጉዳይ እዩ ዘለካ? ቅልጥፍ ኢልካ ዘምጽእካ ግበር እሞ ክንከይድ ሰብ ስራሕ ኢና። ትካል ዓጺና ኢና ኣብዚ ተኾዲምና ዘለና። በሎም ተታዕኒኑ። ሳራ ሓንሳብ ክትጽበዩና ኢኹም፣ ጋሻ ይመጸና ኣሎ። በለት። ሰበይቲ ኣቦኣ እውን ሓቀያ ኣይድንጉዩን እዮም መጻእኹ ኢሎምኒ ነይሮም ወሰኸት። ሳሚ ቀባሕባሕ በለ። ዘይፈልጦ ነገር ከም ዘሎ ዝገመተ ክመስል ኣብ ማይ ዝኣተወ ተንጭዋ ኮነ። ኣብቲ ገዛ እውን ዘፍርሕ ጽምዋ ሰፈነ። ያረድ ንሰለስቲኦም እቶም ሽማግለታት ሪቁጽር ኣቢሉ ይኹሉ ጉዳዩ ከይሓብዐ ተሪኹሎም። ከይደንጉየ ግን ነቲ ኣብቲ ገዛ ሰፊኑ ዝነበረ ዘፍርሕ ጽምዋ በቶም ክጽበይዎም ዝጸንሑ ጋሻ ማዕጾ ኳሕኳሕ ምስ በለ ተሰብረ። ወዮ ጋሻ መስቀሉ ዝሓዘ ቀሺ ነበረ። ኣብቲ ገዛ ዝነበሩ ኩሎም ብሪጋ ተሲኦም መስቀል ናይ ኣቦ ቀሺ ተሳለሙ። ብድሕርዚ ካብ ሓሙሽተ ክሳብ ዓሰርተ ደቐቕ ኣቢሎም ናይ ከመይ ኣለኹም ደሓንዶ ሰላምታ ምስ ተለዋወጡ እቶም ቀሺ፣ ዕሕ ኢሎም ጎረርኦም ድሕሪ ምስሓል በሉ ብሩኽ መዓልቲ ግበረልና እሞ ጉዳይኩም ቅልጥፍ ኢልኩም ኣፍስሱ በልዎም ያሬድ ኣቦቐሺ ኣነ ብዙሕ ሕቶ ኣይክሓትትን እየ ናብ ሳራ ሓንቲ ሕቶ ጥራይ እየ ከቕርበላ እዎ ወይ ኣይኮነን ክትብለኒ ጥራይ እየ ከዓ ተሓታ ነዚ ጉዳይ ንኸሳልጥ ሓዲኡ ፈሊጠ ህይወተይ ሓደ ክብል ክትሕግዘኒ ደጊመ ደጋጊመ ሓደራ እቲ ሓቂ ካብ ልሳንኪ ክሰምዖ ደልየ ኣለኹ ሕቶይ ከኣ እዚ ቦኾሩ ቆልዓ ሽሙ ኣይፈልጦን እየ ይቕረታ ወደይ ድዩ ኣይኮነን ክፈልጥ እየ ደልየ እሞ በጃኺ ሓቂ ንገርኒ ካልእ ወላ ሓንቲ ኣይብልን እየ ዝበልክኒ ከኣ ኣምኖ እየ በለ ሕጂ እውን ኩሉ ሰብ ጸጥ በለ ኩላቶም ሳራ ገለ ክትብል ዝተጸበዮ ክመስሉ ብጎቦ ዓይኖም የማዕድውዋ። እቶም ቀሺ፣ እሂ ሳራ ጓለይ፣ ሓዘንተኛ ኢኺ፣ ዝኾነ ነገር ኣብ ማእከል ህዝቢ ክትብሊ ተዘይደሊኺ፣ ንበይንና ኣነን ንስኽን ክንውድኦ ንኽእል ኢና፣ በልዋ። ንኻልኢታት ስቕ ኢላ ድሕሪ ምጽናሕ፣ መዓጓጉርቲ ሳራ ብንብዓት ሕጽብ በለ። ሰበይቲ ኣቦኣ ቀሪባ ክትእብዳ እኳ እንተ ፈተነት፣ ኢዳ ጸገብ ኢላ ኣርሓቐታ። ወየ ቐሺ! እሞ እዛ ቈልዓ ከምዛ ትርእይዋ ዘሎኹም ክሳብ ሕጂ ሓዘን ኣይወጸላን ዘሎ። በልዎም። ሳሚ፣ ስማዕ'ንዶ ንስኻ፣ ነቲ ወደይ እኳ ኢኻ ናይ መን'ዩ ትብሎ ዘለኻ? ኢሉ ነሃረ። ያረድ ግን ዝኾነ ኣይመለሰን። ሳሚ ንሂሩ ንኹሎም ኣጋይሽ ገዛ ገዲፎምሉ ክወፁ ሓተቶም። እቲ ቐሺ ንሳሚ መዘሓሒሉ መዓልቲ ቀይሩ ደሓን ካልእ መዓልቲ ይኹነልና በለ። ንኹሉ ሰብ ጽቡቕ እዩ። ንሳሚ ንስኻ እውን ሓቅኻ ፈሊጥካ ስድራኻ ትመርሕ ኢሎሞ ሳራ መዓልተይ ንቕይር እና ብቐሺ። በለት። ኣብቲ ገዛ ናይ ዝነበሩ ሰባት ናይ ኩሎምእዛን ዝበሃል ክሰምዕ ኹር በላ። ሳራ፣ ክብረት! ስም ብኹር ወዳ ጸዊዓ። ወድኻ እየ ያረድ። ወድኻ ምዃኑ ዘይፈልጥ የለን። ሳሚ እውን ካብ ዝኾነ ሰብ ንላዕሊ ወድኻ ምዃኑ ይፈልጥ እዩ። ስለዚ ሚእቲ በርሰንት ወድኻ እዩ። በለት። ሕጂ ክዛረበሉ ወይ ኣብ ቅድሚ ኣቦቀሺ ክናሳሓሉ ድልየ ዘለኹ ግን ካልእ እዩ። በለት። ያሬድ ንኣቦይ ከም ትፈልጦ ሃፍታም ከምኡ ብዘይ ምዃንካን ወዲ ኣውራጃናን ዓድናን ስለ ዘይኮንካ እዩ ተጸይንካ። ፍቕርና ርእዩ ፈጺሙ ኣይዓገበን። ብመንገዲ ናይ ልቢ ዓርኪ ከሳሚ ገይሩ ከኣ መዓልታዊ ምንቅስቓሳትና ናበይ ንኸይድ እንታይ ንገብር ይፈልጥ ነይሩ። ኣብ መወዳእታኡ ከኣ እታ ዝበጽሐካ ድራዕ በጺሑ። ኣነ እውን እዚ ኩሉ ምስ ፈለጥኩን ምስቲ ዝወረደኒ ዝነበረ ጸቕጢን ተደሚሩ ካባኻ ከይፍለ ስለ ዝፈራሕኩ መዓልቲ የጽኒዐ ክጠንስ ወሲነ። ብድሕረኻ ነብሰ ጾር ምዃነይ ነዛ ሰበይቲ ኣቦይ ክትሕግዘኒ ኢለ ምስ ነገርክዋ ከኣ ንጽባሒት እያ ነቦይ ምስጢረይ የሕሊፋ ሂባቶ። ብድሕሪኡ ናይ ገዛ እስርቲ ገይሮሙኒ። ሳሚ ከኣ ወዲ ኣውራጃና ስለ ዝኾነ ንዓይ ውን ብጥንስተይ ክምርዓወኒ ምዃኑ ምስ ወላድየይ ስለ ዝተሰማምዑኒ ደጋጊመ ግደፍ ውዒሉ ሓዲሩ እዚ ሽርሕኹም ክኽሻሕ እዩ ናይ ግዜኡ ሕቶ ጥራይ እንዳበልኩዎ ጸማም እዝኒ ሂብኒ ተመርዒኒ ብዘይ ፍታወይ ሰበይቱ ጌርኒ እዚ ዝዛረበሉ ዘለኹ መብዛሕቲኹም ትፈልጥዎ ኢኹም ሳሚ ብሓራሰይ ከም ዝተመርዐወኒ ኣዳዕዲዕኹም ትፈልጡ ኢኹም። ከምኡ ስለ ዝኾነ'ዩ እምበኣር ምስ ኣብ ምኸተማ ምሉእ ሰብኣይ ሓራስ ዝብል ሳጓ ጠርኒቖሞ። ስለምንታይ ከም ዘይፈለጥኩም ኣጽቂጥኩም ንስኹም ሕልናኹም ጥራይ እዩ ዝምልሶ። ብዝኾነ ክብረት ወደይ ኣቦ ክልተ ዓመት ዕለተ ልደቱ ምስ ገበርና ሳሚ ውሽጣዊ ሰላም ስለ ዝሰኣነ ብዙሕ መስተ ሰትዩ ኣብዚሑ ነበረ። ኣማስይኡ እውን ምስ ኣዕሩኽቱ ንኸተማ ወጺኡ። ብኡ ኣቢሉ እውን ምስኦም ሓዲሩ ኣይተመልሰን። ነቲ ዝነበረ ኩነታት ዘጽንዐት እዛ ትርእይዋ ዘለኹም ሰበይቲ ኣቦይ መድሃኒት ምስ ፋንታ ሓዊሳ ስለ ዘስተየትኒ ልበይ ስሒተ ኣብ ዓራት ምስ ተደርበኹ ነዚ ሰኽራም ግርማ ዳዊት ወዳ ልኢኻ ገዛ ዓጽያ ሰብ ከይወጽእ ብደገ ኮይና እንዳሓለወት ኣድፊራትኒ። ንሳ ካብ ባባ ውላድ ስለ ዘይረኸበት ብወዳ ገይራ ምእንቲ ውርሻ ዝገበረቶ ዕዉር ስስዒት እዩ። በቃ! ልበይ ምስ ፈለጥኩ ዝሕዞን ዝፍንዎን ጠፊኡኒ የእውየ በኽየ ነቢዐ ነብሰይ ክሳብ ከጥፍእ ሓሲበ ደሓር ግን ንኽብረት ወደይን ያረድን ስለ ዝረኣኹ ኣቋሪጸዮ ንዝወረደ ንረራዕ ከም ንቡር ወሲደ ንብዓተይ ንውሽጠይ እንዳኸዓኹ ክነብር ጀሚረ ሳልሳይ ቆልዓ ምውላድ ስለ ዝደንጎኹ ሳሚ ዘይትጠንሲ ዘለኺ ብሕቡእ መከላኸሊ ትወስዲ ኢኺ ይብለኒ ነይሩ ብዙሕ ግዜ እውን ናብ ባህላውን ዘመናውን ሕክምና ተመላሊስና ነይርና። ሓደ መዓልቲ ግን እቲ ዶክተር ንበይነይ ረኺቡ ምስ ኣዘራረበኒ ሳሚ ክወልድ ከም ዘይክእል ፈሊጠ። እቲ ምስጢር ግን ኣባይ ናብ ዶክተርን ከም ዝተሓዝ ጥራይ ገይርና። ሳላ እቲ ዶክተር እየ ክሳብ ሎሚ ብህይወት ጸኒሐ። ናይ ብሓቂ ሕልና ዘለዎ ዶክተር፣ ክንዮ ሞያኡ ሰብኣውነት ዝተጀንጀነ እዩ። ዝወረደኒ በደል ምስ ነገርኩዎ ልዕሊ ነብሱ ደንጊጽለይ በለት ንብዓት ኣጅረብረበት ሉልያ ከኣ ጓል ዝሰኽራም ዓማጽን ግርማዊ እምበር ጓል ሳሚ ኣይኮነትን በለት ብድሕሪኡ ሳሚ ኣእምርኡ ስሒቱ ስለ ዝወደቐ ንሆስፒታል ሒዞሞ ከይዶም ያረድ ኣብ ኣእምርኡ ጠልጠል ኢሉ ዝነበረ ግድል መዕለቢ ስለ ዝገበረሉ ንስድርኡ ነታ ጓልኩም ሃቡና ክብሉ ሓሲቦማ ዝነበሩ ጓል ከቋርጽዎ ምስ ሳራ ክምርዖ ከም ዝደልን ሓብሮም። ፈለማ'ኳ ኣብዮሞ እንተነበሩ ደሓር ግን እቲ ኣሽንኳይዶ ንሰብ ንእንስሳ ከማን ዘበኪ ዛንታ ናይ ሳራ ምስ ነገሮም ኣብ ሓሳቡ ርዒሞም። ምስ ሳራ ከኣ ክንዲ እንዳ ወድን እንዳ ጓልን ወለዲ ኮይኖም ተዓጢቖም ፈረስ ዘጋልብ ዳስ ሰሪሖም ኣመርዐውዎም።

ሓንቲ ዓባይ ወርሒ ብዙሓት ከዋኽብቲ ጽረ ናይ ጸላም መብራት ናይ ለይቲ ሽፋን ዓይኒ ቐንጢጦም ዝውግዱን ጸልማት ወርሕን ከዋኽብትና ይጠፈር ፍጡራት

የጣራጥሩኻ የለው ግድ ትብሎም ዋልታ ናይፍል ብንፋስ ተነጺጉ ምስ ተደፍአ ደበና ተሰሊሞም ትሪኦም ክተኑ ብባና ክተኑ ናባና ሓንቲ ዓባይ ወርሒ ብዙሓት ከዋኽብቲ ጽር ናይ ጸላም መብራህት ናይ ለይቲ ሽፋን ዓይኒ ቀንጢጦም ዝውግዱን ጸልማት ወርሕን ከዋኽብትን ናይ ጠፈር ፍጡራት

ንሶም እዮም ቶም መብራህቲ ዋልታ ናይ ሓፋሽ ግምጃውያን ተቓለስቲ ምንጪ ናይ ብርሃና ንሶም እዮም ከዋኽብቲ ንሶም እዮም ቶም መብራህቲ